ኣብ ብርክና ወዲቖም ግን ኣይለመኑናን እዚ ዝተቐልዎ ቡን ዝመስል ጸጋካ ወላ ሃብተይ ዓሚጩ ረጊጹ እንኸይዱ ኣዋ ሓብትኻስ እንታይ ደ ኢላ ኣይ ከምዚ እንዳበለት እንድያ ትምልሸልና ዘላ ሀንስ እይ። ኣነ ፈትወካ ወ ንኣኻ ክብል ንመለይ ንጸጋይ ክቦ እዩ ዘይሰምዕኒ እንድሕር ኮንኪ እወ። ንየሴፍ ኣምፅኤ ደንበ ምሳይ ከቆምጦ ኢለያ ንስኻ ዳ እምኒ ኹርናዕ እንዲኻ ከማኻ ኮይቱ ፍጥረት ኣዴኻ ግና ሓይላ ዘረባ ሰብ ምስማዕ ኣብያ ዋይ ኣንቲ ሰበነ ከምኡ ኣይኮነ እቲ ዘረባ ካሊእ ኢና ንዛረብ ዘለና ዋእ ሰብኣይኪ ከ ደሓን ዶ ኣሎ ከመይ ቀኒኹም ዋይ ኣነ ደኣ ማሰ ክትብልለይ እንዴ ተጸቤ ሓቅኺ እንዲኺ ሰበነ ነዚ ዘይከውን እንዲ ኣነ ይትረፍ ንሰበነ ቅጭንደ ንሳ እንዳይ ከማሰ ዝብለለን ተታዕኒነ ኣቲ ዳዕቦ ዕምበባ ሽተነ እንታይ እሞ ከይገብር ኣበይ ከይበፅሕ እዩ ልዓት ከይሓዝካ ዶ ትኮስ እዩ ንፀጋይ እኮ ኢና ክንሕዝ ዘለና ዳያ ከሰተኻ እጉድ ገይሮም ወረ እመለይ ተመልሻ ክብላ ጸኒሐን ተንሰትያ ተኽለ ንሓንቲ ዘረባ ከም መኩስዕ ክደጋግሙዋ ናይ ባዕልኩም ኣደይ ኮይንኪ ድኪ ኣንጻርኪ ትዛረቢ ተዓዲኪ ፈለማቲ ጥዑይ ዘረባ እንዶ ተዛረቢ ስኽ በል ንስኻ ኸኣ እንታይ ኹም ኮንኩም ንስኹም ከ
መለይ ትመጽእ ካብ ሃለወሲ ሙሉእ ሓጎስ ክኾነልናሲ እዛ ናይ የሴፍ ከኣ ኣብኣ ከለናስ ነዛ ቆልዓ ካልኣ ከይኣኽላ ክተጨንቕዋ ዲኹም ተዓጢቅኩም እዚ በቲ ቆልዓ ዲኸምኣ ዝብለኩም ዘሎ ሃንስን ርግበን ጥዑማትን ሕውሳትን እዮም ነይሮም። ዋእ ሓው ብያበይ ድኻ ጸኒሕካ ምስ ኣደይ ኣድሓነት ድኻ ጸኒሕካ።
ኣስሒቐኪ ዶ? ኣጸጋኺ መልሲ።
ሓቅኺ እዩ ኣነ ንሀልኪ ብሰንኪ እዛ ሰይቲ ከሰተ ልበይ ተቓጺለ እየ መጺኤ ዘለኹ። ጸጋይ ወደይ ከኣ ንሀልኪ ብጓሂ ዝኣክል ካልእ ቆልዓ ጠሚተ እየ ኣመርዕዉኒ እዩ ዝብል ዘሎ። ዋእ ኣትን ሳንዳይ ጸጋይ ነፊዑ እንዳ በልኪ ንኦሲ ሽፍትነት ክትምነያሉ መልሳሉ ድኣ እዚ ዘረባ። እሳ ስዋ ሓቅኺ ዲኣር ሓነት ሕርር ክትብሊ ኢለ ኢየ እንበር መዓስ ንጸጋይ ከምኡ ተመንየሉ ኮይነ። መላይ ከኣ ምስክነይቲ ሓሻኪ ረካቢት መከራ። ኣትን ሳንዳይ እዝን ጎሶም ከ ካብቲ ገዛ ክንወጽ ኢልክን ድዩ። እሞ ከይትነግርዮ ብካልኡ ስምዐ። ሓቅኻ ዲኻ ነዚ ብስራት ደኣ ነዘን ኣዕዋፍ ዓድና ኣብታ ሩባ ተኣከባ ኢሎም ነገርክወን። ደሓር ከ ደሓር ደኣ በቲ ጥዑም ድምጸን ዘሚረን ምስጋነኣን ናብ ኣምላኽ ምስ ኣብጸሓ፣ ኣነ ኸኣ ኣብ ክንዲ ገዓተን ነዚ እኽሊ ሻሕ መበልኩ። ወይለይ እቦ ሓቅኻ ኢኻ ካብ ገዛ ክትምጻ ክትኣቢ። እሂ እተን ቆልዑ በይነን ከይኮና። ዋይ
ኣንታ ገዛይ ኣንታ እዛ ቆልዓሲ ርኢኻ ኣለኻ ንኹላህና ዘረባ ኣስተምሂራትና። ረኺበካ ኣለኹ ቀትሪ ጸሓይ ወልዕ ስገድ ኣይትበል ጉምብዝ ጽልእኻ ኢለካ ኣለኹ።
ኣምሲልካ እምበኣር ድላይካ ተዛሪብካ። ኣነ ዳሓይሽ ካብቲ ሓሜን ሓውካ እንታይ ግዳ ዘረባ ከደካ ኣሎ መልሰሉ ረሰንቲ እዜ መዓስ መዓስ እሸርኩምላ ትም ዝብል እሞ ጊርካ እንዶ ተዛረባ ገጻ መሊሳ መዓልካ ኢላት እንዳበልኳ ኣንታ ንዚኣ ከምዚ ናይ ዓባየይ ቅናት ገጻ ብቐሊሉ ዝፍታሕ ኣይኮነን እብለካ ኣለኹ እሞ እንታይ ተበጊሳ ደኣ ገጻ ብርያ መዓልካ ኢላትኒ ኣንታ ክትከደላ ደላ ትኸውን መለይ ሓሪሳ ገዛ ተመሊሳላ እብለካ ኣለኹ ባዕላ ትፈልጥ ኢለኩ ሓንሳእ ዝበልካ ንክሰምዕ ኢልካ ድኮንካ ገዛ ኣቲኻ ዝበልካ እናሰምዔ ካድጎም ከገዛኣ ዚኻ ብለካ ኣለኹ። ሕጂስ እንታይ ደይ ኢለ ሕጂ ከ ኣቢሰ ደ ንመለይ ከምቲ ዝዓመጽኩዋ ክሒሸ ክወስዳ ኢለ እንዴ። እዎይ ከምኡ ተዘይጌራስ ከኣ ናብታ ገዛ ክምለስ እንታይ ኣለኒ ኣነ። ከጠንቅቆም እንዴ እዛ ቆልዓ ዘይትደልያ ተኾንኩም ክወስዳ'የ ክብሎም'የ ዋዛ እንተልዩኒ። ኣቦይ እንታይ ከም ዝብል እየ ክሰምዖ ደልየ ደለኹ ናፊቐያ ከኣ። ምስ ትንጎሶም ከኣ እሞ ዝገደደ ምስ ዓበኻ ከምኡ ኢኻ ትኸውን እምበር ኣተዓባብያናሲ ጥዑም እዩ ነይሩ በሊ ንኺድ ደኣ ንዕና ሕራይ በሊ ዝወደይ ከኣ ዓዲ ከም ዝኣተና ንገርዮ ኢኺ እምበር ዋይ ነብሱ ነጊርዎ ፍሕትሕት እዩ ዝብል ዘሎ ሃይ ደኣ ንዕናይ

ዋእ ካብ ህድሞኣ ኣወጺኻላ። ተቐርጫ ባዳዕ ኣንታ ኣንጎሶም ንስኻ እዛ ጣሕሽም እኳ ዘይትብል እ? ዋላ ዘረባ ዓዲ ግደፎ ንዓንደ ገዛ ክፈልኩ እያ ትብለኒ ዘላ ደው እወ እንታይ ደኣ ዶ ትብሊ ሳንዳኽ ረኺባትኪ ነይራ ድያ ዋእ ብሳንዳይ እንድይ ጸኒሐ። እህም
ባር ዘረባ ተኩሻትልካ ኣንጎሶም ዕድሜኻ ክነውሕሲ ዘረባኻ ኣይተንውሓዮ። ሰበነ ቅጭን ከኣ መጺኣ ኣላ። ሰይ እዛ ሰበነ ቅጭን መጺኣ እምበኣሪ ዋእ እታ ኣንጎሶም ንሰበነድ ኣበይ ትፈልጣ። እንታይ ኮይነ ዘይፈልጣ ነዲ ኣንዳ ግዲ ትመስል። ኣይፋሉን መልክዕሲ ናይ ኣቦኣያ ወሲዳ ትኸውን ሰበና ቀያሓ እወ። ሳንዳይ ከኣ ከደረይቲ'ያ። እንታይ ከደረይቲ ጓለይ እዚኣ ከመይ ወደይ ስማ ኣባት ነብሳ ዝጸውዓዮ። ኣንጎሶም ኣይትፍረዱ ከይትፍረዱ ኢዩ ዝብል ሰበና ቅጭን እዝናይ ዝጸንዓ። ሓው ዘውድኸ ዋይ ኣነ ጓለይ ኣንቲ ዛሃላይ ጽባሕ ዶ ብንእሽታ ኮላ ጸቂጣታ ዋእ ኣንጎሶም ሎማዓንቲ እንታይ ዲኻ ኮንካ እሂ ንዓኻ መን ዶ ጸርፈካ እዩ እ? ዓድና ነዚ ተኽለ ሰብነትካ ምስ ረኣየስ እንታይ ዶ ኢላትካ እያ ጠበንጃ ሒዘ ተመጺኤና እንታይ ክትብለኒ እምበር ከምቲ ጎጢኒ እኮ ኣይስሕቶን እየ ቁሩብ ከ ዓዲ እንታይ ይብለኒ ኢንጎሶም ሚለና ሃንስ ጊላይሲ ዘረባ ተቃባብለያ ዶ ሰሚዕኻ ኢኻ ኣይፋሉ የግዳስ ደዕም ዝብሉና ዓዲ በል ዓድና እወ እዚ ንቑጥ ሻሚቆ እዚ ሕማቕ ሽፍታ ሓንቲ መዓልቲ ሰሳሕ ቀቲሉ ይፈልጥንዩ እያ ትብል ምበልኩኻ ግና ዘረባ ምቅባል ኣይፈቱን እየ ሚለና ሃንስኪላይ በዓል ሰጋጥ ኣምበላይ ኣይ ጓል ሃንስኪላይ ኣታኮት ባዕልኺ ዝበልክዮ እዚ ኣብራኽኪ ክሰብረኪ ክሕምሸኪ ነግረኪ ኣለኹ ጥዕና ዘይብላ ቆልዓ ወይዛ በላብልዓ መገዲ ከዓ ነዊሕክን ይኸውን እዩ ዋይ ኣይተፈለጠና እኳ እንዳዕ ተፃወትና ኢና መፂና መለይ ጓለይ ኣብ መገዲ ጸኒሕኪ ኢለ እምበር ጥዕምቲ ቃዕቲ ክዕተልኪ እየ እዛ ጓለይ ኣቲ ህራይ ባበሊ ሰምዓ እንዲ ዘለኹ መለይ ተቐይምክለይ ድኺ እንታይ ጌርክ ንቕየመኪ ሸዊት ሓብተይ ክርኣ
ሸዊት ደኣ ደንበ ከይዳ ሚናሶ ኮፍ ኢሉ ጥሪት ኣመተን ዝገብር ተሳኢኑ ሓለውለ ኢልካ ከዓ ዘይከውን ኮይኑ መለይ እሞ እንቋዕ ዓዳ ኣተወት። ዘውዲ ሓፍተይ እስኺ ዝገበርክዮ ብዙሕ እዩ ኣብ ካሕሳኺ የውዕለኒ ዝሓፍተይ። ዋይ እንታይ ጌረ ኣይ ንዓይስ ጓለይ እንድያ ሓትኖ እንዳበለት እንድያ መጺኣትኒ። ብነብስኺ ድኣ ካብ ስድራና እስኺ ብርኽቲ ኢኺ። ኣነ ነንገ ሰሙን ሓወይ እንድኣ
ኣሎ ዶ ከከይዱ ኣሎ
ወረ ሕጂ ሰብዚ ዓዲ ህድሞ ለሚኑ እዩ ተቐሚጡ ዘሎ እዚ ናውራም ሓውና። ዋይ ክልተ ጽምዲ ብዕራይ ዶ ሃብኒ ኢልኪ? ዋይ ኢሉ ንጎመን ዳኣ ነጊርኪ። ሙሉቕ ኢሉ መጺኒ ነይሩ ሃውቲቱ ሃውቲቱ ከኣ ከይዱ። ወረ ተቢእሽና ኢና። በላ ብልዓ ዕላል ድሓር ተርክቦ
ንበልዕ ኣለና ሓዳረይ ክብትን ኢሉ ኣቕቢጨየ እየ ይሕንሕነለ እዩ ዘሎ ወይለይ ካብ ፈለማ ኣፋትሓን ኢልኪ ኮንክ እንዲኻ ዓዲ እቲ ክየግዲ
ከምኡ ኢልካ ዶ ይኸውን እዩ ኩራ የዛርበካ ሕርቃን የዛርበካ ንዓኹም ገዲፋ ድኣ ከመይ ኣቢላ እያ ትፋታሕ። ንዓይ ዝረኸበ መሲልዎ ምጽርሃ ተቀሚጡ መስሓቅ ዓዲ ጌሩኒ ብልዓ ድኣ ብልዓ እስኪ። ዋይ በሊዕና ተመስገን ጥዑም ሽሮ በሊዕና ተመስገን እወ። ውይ እቲ ወደይ ደኣ ከማና ምሳሕ ዘይጠበዎ እምበር።
ኣሰይ መሬ ጓሌ ከኣስ ኣደ ቆልዓ ኮይንክስ ብወድኽ ተጨኒቂ ናይ በርዛ ጓሌ ጠውዩ ኺቲ ኣጠውዩ ኣደ ሓነት ሓፍተይ ውሉድ ንውሉዱ ከም ዝበልዎ እዩ ሓቂ ውሉድ ንውሉድ ኢሎሞ እንዲም ወለዲ ክኻ ተራሪኸ ሓዳጋ ኮንክን ኣደይ ካብ ብቆልዓ ተራርያ ትብለክ ነይራ እንታይ እሞ ክገብር ከምኣ ተፈጢረ

ናባኻ ክዕል እንዳበልኩ ድኣ ናበይ ድኣ ኢኻ ትኸይድ ዘለኻ ድኣ? መስፍን ናትካ ድኣ ዕላል ዶ ውዳእ ኮይኑ ኣነብታ እንዳ ሓሰር ዕዮ የላትን። ዋእ ኣንታ ሕጂ ድኣ ዕላል ነጽንሓልካ እንተ ሃንስ ሓወይ። ደሓን ዲኻ?
እንታይ ክድሕን ድኣ መሊኣ ሓሪሻ ዓዲ ኣትያ ኣላ ኢሎማ። ግርም እሞ ንስኻ እንታይ ኢኻ ደሊኻ? ዋእ እንታይ ኢኻ ደሊኻ ክትብለኒ ቆልዓ ዓቕሚ ጭኒ እዩ ሕጂ ንመወዳእታ ግዜ ንዓና ይምሰያ ገዛእ ንላዘብ። ካብ ነያ ገዛእ ድኣ ንሚለና ጓለይ እንደለምና። ዋእ ኣንታ ታይ ጀርቦ ኢኻ ትዛረብ ዘለኻ እሞ ነያ ተኽለ ዶ ባዕለይ ክኾኖ? ዋይ ኣያ ተኽለ ክኣ እብለካ ኣለኹ። ልክዕ ከመይ ኣገዛእሲ ናብ ሚለና ጓለይ ጸርዩ እ ኣነ እዛ ጉዳይ እዚኣ ኢደይ ስሒበላ ኣለኹ ልክዕ ከም ዓደይ ተጸጊዕኻ ምሕማይ ይሕሸኒ ኢሉ እሞ ንዓናይ ነያ ገዛእ ንርከቦ እዋይ መከራ እሞ እዛ ዕያ እንዳ ሓሰርኪ ኣንታ ንዓናይ እንዶ እዛ ቆልዓ ኣብ ጥምቀትን ካልእን ካይበጽሐት ንክሓሳ መን ደኣ ነገረካ ኸ እንታይ ገደሰካ ትንጎሶም ከኣ እንታይ ኮይኑ እንድዒ መለይ ክህበኩም ቅረቡ ንብለና ኣሎ ወይለ ንዓይስ ከምኡ እንዲ ኢልኒ ዋእ እሞ ሓቁ እዩ ለቲ በል ከም ጨው ሕቀቅ እንታይ ሓቁ ደኣ ወደይ እዚ ኣይ ምስቲ ሓብቱ ተባኢሱ እንዲ ዘኹላ ዝገብር ዘሎ ጥሪት ናይ ኣደይ ኩለን ተገዚማተን እም፣ እዘን እንዳኸሰተት ሰሲነን ዘለዋ ጥሪት ናተይ እየን ናይ ኣደይ እየን ይብላ ኣሎ እም፣ እሞ ሕነ እየ ክፈዲ ደልዩ እህናይ ደኣ ሕጂ ደኣ እንታይ ዓቅሚ ኣለዎ ከሰተን ኣድሓነትን ደው ኢሎም ከለውስ ንመለይ ክህበና ኢልካ ትሓስብ እንታስ እኮ ምስጢር ሃተጸጊዑ ተጸሊሉ እኮ እዩ ዘሎ በላሕን ክሳብ ዝኾነ ዝኸውን ምሳይ ያገዛእ ንላዘብ እምበር እሱስ ዝብላዕ ዝደለየ እዩ ዝመስል እምበር ኣነሲ መለይ ጥራይ ኣረክበኒ እምበር ጽምዲ ብዕራይ ክትበካ ኢለዮ ነይረ እሞ እንታይ በለ ዋእ እንታይ ክብል ደኣ ኣነ ተግባር ናይ ኣቦይ ኣጒሂኒ እየ ንበረኻ ሸፊተ እምበር ገንዘብ ዝበሃል ኣየድልየንን ኢልኒ ዋይ ሓቁ ንሱ ደኣ እንታይ ንሓፍቱ እዩ ከጉህ ደልዩ እምበር እንታይ ብዕራይን ካልእን ደልዩ መሲልካ እዩ
በል ንዓኒ ንዓኒ በጃኻ ኢለካ ንዓኒ ናብ ያገዛእ ንኺዶ በጃኻ ኢለካ ግዜ ይብልና እሞ እዛ ዕዮ እንዳሓሰርኪ ኣንታ ንዓና እባ

ሞሻ ኢልካ ግልብጥ ትብሊ እታ እስራኤል ቀጥርካ ጎፍ ኣይለትክን ኣየለትንን ኣቲ ታመለይ ከኣሲ ዋይ ንዓኺ ዝኾነ ነገር ምንጋር እባ ገዲፈ እየ ኣራሕግጥ እያ ደይ ከም ኣመል ክትነግርኒ ኢኺ ዋእ በልስ ጋግ ኢላ ኢለ ድሕር ሕጂ ዝኾነ ኢለ ዘይነግረኪ ግደፍ እየ እኮ ኢለኪ እየ ሕለፍ ጥራይ እየ ከዐየ ዋእ ንሚልዮና ዘይለኣኽኪያስ ንዓይ ክትልእኽኒ ንሳ ደኣ እዝግሄር ንጸልእላ ዋ ኣንተ ጽላ ደኣ ከይትኸውን ከምዚ ኢልካ ዶ ክትጽለል ኢኻ ወደይ ኦይ እዚኣ ሰብ ተጸልል ሰበነ ጓል ኣደይ ጽርሃ መጺኣ ኣላ ምስኣ እያ ትህሉ መጺኣ ዶ ኣደይ ጽርሃ እንቋዕ ሓጎሰን እቲ ናፍቆተን ከቕርብ ስኽን ተበለለን። ወረ እንቋዕ ኣንጎሶም ኣብቲ ገዛ ኣይጸንሐን፣ ሰበነ ተፍርሐን እንድያ ምተናቖታ ነይረን። እንታይ እሞ ነደይ ጽርሃ ወላ ጽዕነት ሙሉእ ኣድግተ ዝጸርፈን ቅጭጭ ኣይምበልን። እታ መለይ ከኣሲ። ኣንቲ ቆልዓ ናይ መለይ ኣይትንገርዶ ይበልክኹም። ዋእ ወረ እቲ ኸይነ ኢለ እየ ዝነግረኪ ዘለኹ። ኣነ ኣኽሰም ኣይደልን እየ እብለኪ ኣለኹ። በሊ ሰሚዕኪ ሕርር ክትብሊ እዚ መለይ ሓሪሳ ዓዳ ኣትያ ኣላ። ኦይ ግርም በሊ ኣስተንፊስኪዶ ክትትኮሲ ኢኺ ደሊኺ ጸኒሕኪ። ኣቲ በዓል ኣቦይ ደኣ እንታይ እዮም ዝገብርዎ ሕጂ። እንታይ ክገብሩ ደኣ ንጸጋይ ውሰዳ ምባል እያ እቲ ሓንቲ ኣማራጺ። ኣማስይኡ ከ እንታይ እዩ ዝኽወኖ።

ወይለከ ግዜ ከፊኡ እምበር ቀደም ኣዴታትና ንግሆ ተሲእኻ መዓልኩም ሓደርኩም እንዳበልካ እዩ ዝዝወር ነይሩ ይበሃል ሓቀይ እንዴ? እንድዒ ካባይ ንስኺ ዶ ኣይትዓብይን ንገርኒ እምበር እባ እቶም ወለድናሲ ከምኡ እዮም ዝገብሩ ነይሮም። ወረ ካልእ ኣሎ?
ካልእ ደኣ እንታይ?
ኣዴታትና እንጌራ ክስንክታ ከለዋ እወ። ቀዳመይቲ ዘውፀአት ጣይታ እ፣ እወ። ጨው ድቁስ ገይራ እያ ጎረባብታ ትዕድል ነይራ። ሃየ ጤል ወይ በጊዕ እንተሓሪዶም ድማ እወ ሕሙቶ ጠዓምዎ ኢልካ ንጎረባብትኻ ትዕድል ነይርካ። ፐው እዋይ ንስኽሲ በይን ምፅናሕ ክዳልኪ ጓል ሳንዳይ ፅርሃ ሰበነ እንድያ መፂኣ። ኣሰይ ኣሰይ ባር መፅያ እሞሳ እንዳኻስ ተሓጒሳ እያ ዘላ ወየት በለ ጥዒኻ ክትዕጎሲ ኸዓ መለይ ከኣ ዓዳ ኣትያ ኣላ ኣሰይ ኣሰይ ኣለለለለለ ዋ ኣቱም ኣቦይ ገዛኢ እዛ ሰይቲ ወዲ ሓወቦይስ መፅያ ዋ ኣንቲ ቆልዓ ኣማራዕኺዮም ዶ ነይርኪ ኢኺ ደኣ ሰይቲ ወዲ ሓወቦይ ትብሊ ኣንቱም ኣቦይ ገዛኢ ንዓይ እንዶ ዳኛ ዓዱ ሸይሙኒ ቅድም እውን እኮ ከምኡ ኢልክኒ ነይርኪ ኢኺ ኢለኩምወ ደንጒኹምኒ ኣንቱም ኣቦይ ገዛኢ ጸጋይ ከዓ እኮ ጉሂዩ ቆልዓ ጠሚተ ኣመርዑኒ ዝብል ዘሎ ዓገብ ሕጂ ዳ እንታይ ካልእ ቆልዓ ክጥምት ሕጂ ስባ ይጸበየና እሞ ነቶም እንዳኸሰተ ኣኸንብሎ እወ ኣነ እዚ ኣምላኽ ዝደኒኑ ነዛ ዓድና ስሕቕ ኣህሉ እምበር ይህናይ ዳ
ይስሕቅ ኣወይ ኣንቱም ሕማቓት እዚ ኩሉ ልቦና ሂበኩምሲ ብኸንቱ ተጥፍኦ ኣለኹም ይብለና ህሉ ግርህና ናርእ ይተዓረቀና ብፍላይ ነቶም ቆልዑት ንዓና ርእ። ዋእ ንሕናኸ ልዕሌኹም እንታይ በዲልናዮ ንዓና እባ ደኣ ይርኤ ታቦቱ ንሕልወሉ ዘለና። ከም ኣፍኩም ይግበሮ ኣቦይ ገዛኢ። ኣሜን ይግበረልና ወይ ይግበረልና ወይ ኣንተ ሚለና ኮነ ዓዲ ሽማግለ እንተ ትመርጸኪ ሲ ጽቡቕ ዶ ምፈረድኪ? ይህናይ ደኣ ኣምዚኣ ገይረ ነዛ ነጸላይ ትውንዝፍ ኣቢለ ሰይ እቶም ነገረኛታት የነገርኩም ኣፍስሱ ኢሎሞ ነገሮም ኣፍሲሶም ጥርሽ ምስ ኣበሉ ከዓ ሻዕ ኣመመ ሻዕ ምፈረድክዎም ነይረ ከምዚ ናትኩም ኮለል ኣይመበልክዎምን ዋ ኣንቲ ንሕና ኸ ኮለል ዶ ነብለልኩም ኣለና ነዛ ዓዲ ኮለል ነብል ኣለና ቀይና ንፍርድ ዶ ንፈርድ ኣለና ኢና ዝረኣናየ ዛርበና ድያ ዝበለት ጉብጥሽ በዓል ንሓታትና ኣቱም ኣቦይ ገዛኢ ሰበናሃ መጺኣ ኣላ እንዶ ንሳ እንዳይ ጽርሃ እንቋዕ ሓጎሰኪ እንቋዕ ሓጎሰኪ በልዋ ኢኹም። ክብላ ኤሕራይ ክብላ ንስኺኸ ንመለይ ትኸድያ ዲኺ? እሂናይ ደኣ ሰይሰ ሓወይ ከይረኣኹ ደኣ ከመይ ኣቢለ ቅኒ ዋእ ክኸይድ እሞ ኣቦይ ገዛኢ ኪዱ በሉ። ሕራይ ሕራይ ዋይ ኣንቲ ኣቦይ ገዛኢ እወ እንታይ ይዓብስ እሞ ኣደይ ደሓነት ንዓይ ከመይ ኣቢላ ክትእትወኒ ዋይ ኣጆኺ በልያ እንዶ ማሰይ ክዲ ከምቲ ናይ ቀደምኪ ኣሸምቢ ብላ ድሮ ሰረሳ በልያ ኣጆኺ እዛ ጓል ኣይትሕመቂ በልያ ኣጆኺ ሕጂ ነዚ ቆልዓ ምርኣይ ተኣብያት እንቦይ ገዛይ ኣብታ ጥምቀት ቆልዓ ተዓጢቐ ማሰ ማሰ ኢለ ጭርግፍ ከብል በልያ ኣጆኺ በልያ ቁርብ እኳ ተተሰምዓ ተተፈለጣ ቁርብ በልያ ጥራሕ ኣጆኺ እዛ ጓለይ ኣብየት ኣብየት ኣብየት ኣብየት ኣቤት ኣንታ ኣምላኽ ቆልዓ ከ ከመይ ኣሎ ድሓን ደሎ ድሓን ይግርም እንታይ ደኣ ከ ናበይ ደኣ ህልም ኢልካ ኣይዚ ገዛ እንደ ፅልእ እዮ በራፍቲ ገምገም ወፅየ እንደ ፅበይኩም ሓሲበ ነይረ ኣነ ኸ ተሻቒለ እንደ ደንበ ዶ ከይዱ ኢለ
ኣዴኪ ጽቡቅ ጌራ ዶ ተቀቢላትኪ? ተቀቢላትኒ
ሑፍ ኣቢላትኒ ነቢዓ ምስክነይቲ ዘይዝርጎም ሰይጣን ተሰቂልዋ እምበር ኣይ ደቃ ክትፈቱ ጉዳም እንድያ ግዲ። ገለ ደኣ ፋሕ ኢልዎ ኣይ በጃኺ ዋእ።
ምስ ሓትነና ከኣ ንግሆ ምድሪ ሕቱኽቱኽ ይብላ ኔረን ንየሴፍ ተቀበልዮ ትብላ ኔራ። ኣደይ ደኣ እንታይ ኢላታ? ኣደይ እሞ ትፈልጣ እንዲኻ ናይ ቀደማ የሴፍ ዝበሃል ቆልዓ ኣብዛ ገዝያ ከይኣቱ ኢላ ኣንቂጻ። ኣቤት እዚ ልባ ክጸንዕ ስድራ እንዳ ጸጋይ ከኣ ክመጹ እዮም ይበሃል ኣሎ። ምናሴ ሓወይ ከምኡ ከይትብለኒ ኣነ ንጸጋይ ይፈትዎን እየ። ዋእ ከምኡ ኢልካ ዶ ኣሎ እዩ እ ኣደይ ዶ ነቦይ ትፈልጦ ነይራ እያ እወ ተመርዕካ ናይ በይንካ ገዛ ምስ ሓዝካ እንዳ ኣልካ ትወሃሃድ ትላዘብ ትፋቶ ህ። ነዚ ሰይጣን ሲ ምስ በዓል ኣቦይ ከተወዳድሮ በል ነዴ ከምኡ ከይትብላ። እንዳ ጊላይ ከ ስኽ ዶ ይብሉ እ ኣይነብሩን ድዩ ወለከ እሞ ሓያም ኮንኩ ደኣ ምንባር ይሕሸኪ። ይሕሸኒ ካብ መዘርጉም። ወይለይ ኣንቲ መላይ ሓፍተይ ጥዕይቲ ዝብለኪ ነበርኩ እባ እንዝኹን ኣይጥዕትን ኢኺ ሀ
ናይ መን ደኣ ክወስድ። በል እዛ ዘረባ ከይትደግምያ ክንታ ዝፈትወኪ ነበርኩ ከይጸላእኪ እወ ሓፍቲ እንድያ ደኣ ናበይ እያ ከይዳ ክሸና ኢለን ወጺኤን ኣለዋ ኣቦይ እሞ ደንጉዩ። ድሓን ክመጽእ እዩ እምበር ናይ ዮሴፍ ገዲፍኩም ናይ መለይ ንግበር እዩ ዝብል ዘሎ። እዋይ ገዛና ኣባ ንፋስ ኣትዩዋ። እቲ ህፃን ከ ቅምጥ ኢሉ ኳይን ፀጋይ ዝመስል እንታይ ደኣ ደለኺ ጥራይ ልቢ ግበሩ መላይ ሓፍተይ እምበር ፀገም የለን ናይ ደይ ትርኻ ርኢ ክልኺ ንዓ ኣይጠቐማን

ኣይ መለይ ደኣ ሓርሻ መጽያ እንድያ ዋይ ሓርሻ እምበኣር እወ እዛ ጥዕምቲ ቆልዓ ሰናይ ያሳ እቶም ስድራኣ እዮም እምበር ኣብታ ገዛ እኳ እሳን ሓዋን ጥዑማት እዮም ኣቦኣ ናድያ እንዳ ወብሩኻ መን በለ ምናሴን መለይን እባ ደኣ ዋ ተኾይኖም ድዮም ንሶም ከተቢሾም ድዮም ዋይ ዕድል ኣንቲ ሰበን ጓለይ ማጨሎ ዶ ክወስደኪ ዋይ ማጨሎ ድዮም ኮይዶም እዎ እወ እወ ማጨሎት ኮይዶም ከምኡ ኢለ ዘረባ ምሕፃር ሕሸ ንበር ኣንቲ ሰምዐ እንደለክ ሰበነ ጓለይ ካብ እንዳ ከሰተ ሙሉእሲ
ምናሴን መለይን እዮም ጥዑያት ቆልዑት እየ ድብል ዘለኹ እወ ኣደል ሓደ ዳምዐ እንዴን ኣይ እዚኣ ስባ ከየዳገም ክፅብቕ ትመሊስክለይ
ዋይ ስምዒ ባደይ መለይከ ክትምለስ ድያ እንዳ ሓትና? መን በለ?
ዋ ኣንቲ እንደ ዓው እንደሞ በሊ ምሰ ዮሃንስ ከዳዕ ተብእሽኪ ዲኹ ወይ ምምፀኢ ዘይሰምዖ ኮይኑ እዩ መፂ ዘይረኣየኒ ሜ በልዮ እዚ ባርጦ ርእሲ ኩዕንቲ ዋ ናይ ምንታይ ሽጉርቲ ጀርዲን ገይሩ ድዩ ዋይ እወይ እወ ጀርዲን ናይ ሽጉርቲ ከመይ ዝበለ ሰፊሕ ገይሩ ኣበይ ኣብቲ ገፊሕ ርባ ኣይፋሉን ዋይ ኣይ ዮሃንስ ደኣ ማሰበልበል እዮ እምበር ሽጉርትን ጀርዲን እንዳ እንታይ ኣፍሊጥዎ ኣቲ እንታይ እድገብሮ እንታይ እድገብሮ እንታይ እድዕድሉ ባህሪ እዚ ኣንቲ ሰበነ ጓለይ ብዛዕባ ምንታይ ደኣ ኣለሙ ክንዕላ ኣነ ንስኽን እንዳኸሰተ ጥልሒኽ እንዳሃንስ እንዳሃንስ ጥልሒኽ እንዳኸሰተ እንታይ ኢና ንገብሮ ዘረባ ክንዲ ዘይስማዕ ኮይኑ
ኣንቲ ደ ጠስሚ ከቐሪብኪ ድኺ ኣዴ ከመይ ድበልኩ ሃለ ድየ መሲለኪ ጥራሕ ኣዴ ማርያም ብሰላም ትምፃ ክምበር ወቐሪበ ዋ ክትመፅእ ኣወ ምስ ሓረስኪ ለኣኽለይ ከይወዓልኩ ከይሓደርኩ ክመፀኪ ኢላትኒ መን እያ ከንሳ ሓማተይ ሓሞይ እኳ ክንደየናይ ከይመፅእ ጥምቀት እዩ ተመፀ
ደዓኛ ግን ክሰደልኪ ኤልኒ ኣለዎ እዋይ ኣንቲ ክልቴና ምጽማምና ኢና በሊ ድሓን ሕጂ እዛ ጓለይ ኪዲ ገዛ ኣዕርፊ ኣነ ክጸኒሕ ሓንሳብ ኪዲ ኣዕርፊ። ዋይ ኣደይሲ ኣብዚኣ ምግታር ክትፈትውያ። ወይ ሓዴና ምጽማሙ ይተርፎን እንድዩ ካብ ኣብኡ ኣትየ ድትኮስ ሕጂ ግን ኪዲ ኪዲ ገዛ ክእተው እዛ ጓለይ። ራይ እንታይ ደኣ ኣሎኻ እቲ እግርኺ ዝሓበጠ ድመስል። ከምኡ እየ ኒል እኖ ከምኡ እዩ ዝገብር ኣደይ።

ንስኺ ኣብዛ ግዳም ምቕልቃል ኣቢኺ፣ ከም መርዓ ተኣኺልኪ ከኣ ውሻጠ ኮይኑ ምንባርኪ። ንስኻ ከለኻ ዲኻ ኣብዛ ዓዲ? ኣለኹ፣ ካብዛ ቅርዓት እኮ ተፈልየ ዘይፈልጥ። ከም ቀደምካስ የለኻን፣ እቲ ቀደም ደኣ ኣብዛ ቅርዓት እንዲኻ ኮለል ክትብል ትውዕል ኔርካ። ኣይ ኣንቲ ርብቃ፣ ደንበር ዶ ብደሓንኪ ኢኺ፣ እዚኣስ ጉጢዓ። እምበርከ?
ሕጂ ደኣ እሞ ኩሉ ተሪፉኒ'ዩ፣ ወረ ነታ ዘዋሃኹዋ ኣደይሲ ብዕጽፊ ክሕሰያ ተበጊሰ ዘለኹ፣ ሎሚ ሎምስ ጸጽቡቑ'ዩ ዘሕስበኒ ዘሎ። ነዛ ዓዲ እኳ ምኽሓስካያ? ዓድና ድኣ እንታይ ክሕሰላ ልሕስቲ። ወዲ ኪዳነ ከምዚኣ በለ ወዲ ኪዳነ ከምዚኣ ግበር እንድያ ትብለካ ኔራ ሕጂ ግና በረኻ ወፊሩ ጥራይ ክትብለካ እያ። ኣበይ እሞ ከምዚ ኣፍኪ እስኪ ግበርለይ። ኣሜን።
ኣንቲ ርብቃ ደሓን ዲኺ ድኣ ዘይጠባይኪ ህድእ ኢልኪ። እሂ።
እንድዒ ዘይርብቃ ኮንክኒ እቲ ገጽኪ በሪሁ እቲ ድምጺ ከኣ ኣብ ሩባ ዘሎ ኣዕዋፍ ጥዒምኪ። ዶ ኣስተብሂልካለይ እምበር ካብ ቀደመ እየ ከምኡ ነይረ። ይግበሮ እምበር ብዓይንኺ ጌርኪ ክትገንሕኒ ኮለኺ እንትርፎ ሃጽ በል ካልእ ኣይረኣየንን። እታ ሚለናኸ ኮፍ ኣይለትካን?
ዋላ ጎፍ ተለትንስ ኣበይ ክሪኣ ኢልክኒ ኢኺ ኣይ ከምዚ ክንፊ ዘለዋ መልኣኽ እንድያ ትሪኢ ኣቢላ ሽርብ ትብል ወላ ንዓና ከምኡ እያ ኮይናና ደላ ደምበር ዶ ካብ ኣደይ ርግቢያ ተወሊዳ ዋ እሂ!
ዋእ እንድዒ!
ኣነሲ ኣደይ ርግበ ክትሓርስ ከላሲ፣ ዋእ እዞም መልኣኽቲ ናይ ዓድና፣ ንሚለና ኣብ ጻዕዳ ጨርቂ ጥቕልል ኣቢሎም ኣብ ዘንቢል ቀይሮማ ዝኸዱ ኮይኑ ይስምዓኒ። ዎው!
ወዲ ኪዳነ ገለ ክትዛረብ ኢኻ፣ ንዓ በል ኪድ ኣቦይ ከይርኡና፣ ኣቦይ ከይመጽእ ኪድ። ኣይ!

ስማዕ እያ ገዛይ ስማዕ እያ ገዛይ ሕጂ ንተኽለ ሓዊሽና ዶ ክንልምን ዋላ ንስኻ ነድሓነት ሕራይ ተብለልና ኢኻ ናይ መጠረሻ እወ ሓንቲ ኣየፍልጡና ተዘይ ኮይኑ ጸጋይ ቆልዓ ጠሚተ ኣለኹ ሕተትለይ ይብላ ኣሎ
ኣንታ ንስኹም እንዶ
ከምኡ ክትዕሹ ኢልኩ ነዚኣ ክትብሉ ኢኹም ናብ ዘና ሓሰር ኣምፂኹምኒ ናብ እንዳ ሓሰር ኣብ ቅርዓት ደኣ እሞ ዓዲ እንታይ ክትብለና ይህ እንታይ ኮይና እንታይ እያ ገዛኢ ክንደይ ግዜ እና ተኣኪብና ዘፍረናዮ ነገር ግን ይብልናን እወ ወይ ደኣ ናብታ ናህና ኣትዩ እምበር ተኽለ ኣንቱም ሕማቃት ኢሉ ክማዓተና መፂ ነይሩ በሉ እስከ ደሓ ምስ ከሰተ ክላዘብ እሞ እንታይ ከም ዝኸውን ከዓ ንርኢ ክልተ ዘዳ ኣውሪድዎ እንታይ ደብል ኣለዩ ኣይታ ሰበይቲ እንዲ ሓንጊዳ ዘላ ግዲ እዋይ እዋይ ዋይ ዋይ ዝዘረባስ ከም ብዕሪር ሓይኽና ደርቢናዮ እንታይ እሞ ክንገብር ኢና ካብ ፈለማ ኢና ተጋጊና እንታይ ጌርና እዋ ንሕና ና እንታይ ክንጋገ ነዛ ቆልዓ ክሒሽና ክንወስዳ ደይበልና ከምኡ ይኮነ ካብ ፈለማ ንፀጋይ ከሲስና ኣባይቶ ደው እንተነብሎ ዕረቁ ዕረቁ ኢልና ፍትሒ መውረድና እንታይ እያ ገዛይ ካብ ክስም ባይቶን ክንድሕር ኢልና ዘይኮናን ጓልና ክሒስና ክንወስድ ንብል ዘለና ግዲ ንሕመቕና እባ መልሲ ክንረኽበሉ ዋእ ሃኒ ሪ ክትጸርፈኒ ዲኻ ናብዚ ዝረሓይካኒ ምስ ከሰተ ክንላዘብ እሞ እንታይ ከም ዝኸውን ንርኢ ንብለኩም ኣለና ኣዋይ ኣያ ገዛይ ሀ
ንዓይ ከሰተ ኣብ ባይታ ይኽሰሰኒ ሽዑ ፍረድኒ ተዘየለ ኣነ ካብዛ ጉዳይ እዚኣ ኢድ ኣልዒለ ኣለኹ ባቃ እወ ጸጋይ ከኣ ቆልዓ ጠሚተ ኣለኹ ናብ ስድራኣ ኺዱለይ ይብል ኣሎ እንታይ ከንኩም ደኣ ንጸጋይክሲ ኣይነመርዕወካን ኢና እታ ዝዓመጽካዮ ቆልዓኸ እንታይ ትኹን ዘይትብልዎ ኢልናዮ እንዲና ሃየ እንተኾነ ግን ክሕሽኩም ሃቡ ንክወስዳ ኢልና ነድሓነት ከኣ ለሚንናያ ዕጭ ኢላ ግን ኣብያትና ሓቃ ብተግባር ናይ ጸጋይ እንድያ ጉሄያ እንታይ ደኣ ክትገብር ኣያ ገዛእኻ ስኢልካ ኢኻ እሞ ጓህን ቂምን እንደ ጽቡቕ እዩ ኣይ ንጓህን ዲኻ ርኢኻ ኣለኻ ብሰናይ ጌርካ ድብስ ተብሎ ክላክላዕ እዚ ደጠፍእኒ ከምቲ ልሙድ ናይ ወለድና ሓንቲ ርሕዶን ኣበስን ትጠስብን ሒዝኩም ኪድዋ ንመለይ ኣዋይ ኣያ ገዛእይ
ኣድሓነት ግን ክሰጎና እያ ተጸሊላ ድያ እንጀራ ዝጉል ሓንስ እንታይ ኮይና እሰገኩም ካብ መን ድያ ተወሊዳ ሰኢልኩም ሃለውሉ ኣይትበሉ ንኺንዑና ወይለ ወይለ ወይለ ሃንስ ሚለና ጓልካ ከዓ ሰበነ ጓል ፅርሃ መፅኣ ኣላ ኢላትኒ እሞ መዓል ክበልዋ ኢኹ ከይደ ብሩኽ መዓልቲ

ዛዕጎል ዶ ይጻወተልኪ ነቶም ወሰኽቱ ይስዕሮ ዶ እወ ሻቡ ቅድሚ ምኻደይ ኣደ ኤህል ግርገምኒ ምድረ ሰማይ ትገንጠል ከበል ንብላ እሞ ሻቡ ኸኣ ነቶም ወሰኽቱ ይስዕሮ
በል ኣነሲ ኣይረግመካ ኣይምርቐካ እምበር ኣነ እንተ ዝረግመካ ነይረ ኣብ ርእስታ ዘለኻያ ከምቲ ዕንጨይቲ እንቁስ ምበልካ እሞ ርገምኒ ንብላ እሞ ሓቢርና ክንሪኦ ሰበነ ኸኣ ተመሊሻ። እወ መጺኣ ኣላ።
ኬድካ ደሓን ደቐኒ ክበላ እኳ ኢላትኒ ሳንዳኺ።
ጽቡቕ ጌራ እምበር። ወይ'ዛ ቈልዓ እዚኣ ንኣሽቱ ተመን ጐቲታ እኳ ከተምጽኣለይ። ኣንቲ ምሳይ ዶ ኣለኺ? ኣለኹ ኣለኹ።
ሕጂ ግን ኣንጎሶም ደቂሳ ስለ ዘላሲ ጽባሕ ተመሊስካ ትርኣ። ያያዕ!

ወይዛ ዳዕሮና በዓልቲ ግርማ ኣንታ ኣንታ እዚ ገዛ ተጸልዩ ግን ንሕና ናይ ዓበይቲ እንዳተዛረብናስ መለይ ዶ ወላ ሚለና ዶ ክብለና ጥራይ ጌርና ኢና እዚ ናብ ቆልዓ እምበር ጤሩ ይስኻ ኣንታ ምስ ሓወይ እሞ ዋ እሞ ርሕዶ ሒዝና ዶ ክንከይድ ኢና ከይድ ምስ ደቅኻ ዋ
እንታይ ምስ እዚ ናይ ስራሕ ቆልዓ ከዛርብ ዘለኻ ዳ እንታይ ምስ ደቅኻ ማለትከ ስኻ ከ ናበይ ትከይድ ደሊኻ ኣነ ገጻ ድሓነት ምርኣይ ጸሊኦዮ ኣለኹ እሞ ደሓን ኣነ በይነይ ክኸይድ ሓውኻ ከደኣ ኣተይ ሎምኒ ዕጭ ሓንፊፉ ከየድኒ ኢልኒ ብሎ። ዶ እወ ዕጭ ላልካ እንዳሞ እንታይ ክገብር ደሊኻ ኣንታ ኣብ ኩሉ ጸገምካን ሓጎስካን ንኸይድ ነይረሲ ሕጂ በይንኻ ከይድ ክትብለኒ በል ደሓን ሓንቲ ዕድል ክንፍትን ኢና እንታይ ማለትካ እዩ እንዳኸሰተ ሕራይ ተይዶምና መሓረይ ከምኣ ተኾይና ግና ጸጋይ ዝደልያ ዘሎ ክንፍጽመሉ ኢና ወይ እሞ ዓዲ ኸኣ ካብ ወዶም ድሕሽ ትብለና ትበለና ዓዲ ጎኒፍዋ ዘሎ ጸገም ከተድሕን ተደልያ ንእንዳኸሰተ ዓገብ ትበለልና።
እሞ እታ ጽርሓ ክንከዳ ዲና? ተራስ ዝበል እንታይ ክንገብር እንታይ ክንገብር ገዛ ገዛ ዲና ቶስ ቶስ ክንብል ደሊኻ እንታ ስኻ ከኣ ናብ ተኽለ ጸሪኻ ናይ እንዳኸሰተ እንደፈለማ ንግበር ሕራይ ሕራይ ሕራይ ኣናይ ያ ተንጠርጠር እምበር ኮይኑሎ ምስ መንጠርጠር እምበር ኮንካ እንታ

ስኽ ደኣ በል ዘውዲ ሓፍተይ ኣነሲ ጸገም እየ ረኺቦ ዘለኹ ዋይ ብነብስኺ እውን ተራሪኺ ሓዳግ ኣይኮንክን ኣደይ ካብ ብቆልዓኣ ተራርያ ትብለኪ ነይራ እንታይ እሞ ክገብር ከምኡ ተፈጢረ ሕማቕ ስራሕ ኣይፈቱን እቲ ናይ ዮሴፍ ከ እንታይ ኮንኪ ኢኺ ዝኣበኺ ኣይ ቆልዓ ተወሊዱ እንዲ ግዲ ዘይንሱ እንታይ ጉየንሉ ወዲ ዕስራ ዓመት ቆልዓ ኣለኒ ክብሉኒ ከምዚ ገጢሙኒ ዶ ዘይብሉኒ ካብ ፈለማ እሞ ኣይገበርዎን ፈሪሆም ኣቲ ደሓነት ሓብተይ መስሓቂ ዓዲ ክትኮኒ ኣዴና ኣተራር ክብሉ ክቋልዑ ምናእሰ ከኣ ጽርዲ ኮይንኒ ወላ መለይ እምበር ሸዊት ደኣ ኣዴና ሃኪያ ወሲዳ የሴፍ ከኣ ምስ ተቐበልኪ ዓዲ ክኸይድ እዩ ባዕ ይፈልጥ
ዘይንሱ ደኣ መን ገዛይ ሓዊ መሊስና እኾይ ፍኒሽ ላይክስ ናረይ መጻኒ ነይሩኒ
እታ ጓል ሃንስከ እንታይ ኢላ እያ ማሰይ ኢላሃላ ዝበልህኒ መለይ ንሳ ደኣ እንታይ ከ ዘይትብል ከመይ ዝበለት ቆልዓ ድዩ መሲልኪ ኣደ የድሓነት ግደፍ ኣይትትረራ ትሪ ተብልዕን እያን ጌራ ንቕፅናይ ተብልዕን እያን ጌራ ፀባብ እያ ምእተዊታ እታ ናይ ገነት ስፍራ እዛ ትንፋስክን ንሓቂያ ተፈጢራ በለት ንብዛ ገበላይ መፅያ ወይለኬ ተቆልዓ ከዓ ፈሊሳ እያ ግዲ ኢታይ ሚለና እንዲዮም ዝብልዎ ዓድና እዚ ቆደቦ ሙሉእ እንዲ ዝፈልጣ ንኣቦኣ ወሲዳቶ እያ በሊጫቶ ይብሉ ነበሩ። ዋእ ሃንስ ዝቓድራ ጸጉሪ ርእሱ ደኣ እንታይ ኣለዎ? ሃየ ደኣ ንዕና እተዊ። በሊ ቃል እተውለይ፣ እታ መነይን ምናሰን ዝደልይዋ ዘለዉ ሕራይ ክትብልኒ። ጽንሒ ደኣ ኣብ ምንታይ ከም ዝበጽሕ ኩርዮ እየ ዝቖልዓ። ኣይፋልክን ትንከሶም ሓወይከ እንታይ እዩ ዝበለኒ ዝበልክዮ? ናቱ ደኣ ግደፍዮ እንዶ ኣቦይ ናይ ኣደይ ጥሪት ጓሕጒሑ ኣግዚሙኪ ተላይ ክልተ ጽምዲ ሃብኒ ኢሉኒ። ኣቲ ክንደይ ሓምቕ እዩ እዚ እዚ ቦይሲ ብሻዓ ኢሉ እዩ ፈሊጥዎ ነይሩ ይህናይ ደኣ ኣቦይ ደኣ ጸልኦ እንድዩ ነይሩ ዘይ ኣደይ እያ ኣንጎ ሰመይ እንዳ ተሻድኖ ነበረት። በሉ ክረኽቦ እሞ ንዓናይ ንዓዱ ክብሎ። ሰበይቱ ይደሉ ኣሎ ከኣ በሉኒ ዋይ። ብንቁስ ይበል እዙይ እዙይ ሰቕ ዳዕ በል እዚ ናይ ዳዕተው ገዛ ናይ ዳዕ
መዓልቲ መኪጊ ሃንስ ጊላይ ኣንቲ መጭቋር ክፍእቲ ጨጉሪ ኣብ ደኽ ጠፊእ ኸዒልኪ ዋእ ኣንቲ ርቂ ሓብተይ ሰበነ ጓሳ እንደ እንደ ዓዲ ኣትያ ባዕላ ትፈልጥ ኣቦይ ሙሉ መዓልቲ እዛ ቆልዓ በይ ጠፊዐ ኢሉ ከዋርደኒ ክውዕል ዋ እሞ ኣነ ደኣ ካብዛ ቀርዓት ሓሊፈ ናበይ ከይከይድ ኢኹም ኣይ ከምዛ ፅምብላሊ ዓዘን ኣግራብ ዓድና ዶ ይኮንኩን ዘፅልእ ወረ ተሓንክን ኢኺ ዓይኒ ፍጢጥ ክትዛረቢ እምበር እኳ እንታይ ዓይኒ ኣለኪ ናይ ኣቦይ ወሲደ ርብቃ ሓብተይ ኣነ ልቦና ተረካቢ ዘረባ ማሰ ናይ ኣቦየ ወሲደ ንስኺ ጥራይ ጓ ኢኺ ኢታይ ሚለና ኢልኪ ዝይጽወኒ እንታይ ኣምሲለ እየ ዝብለኪ መጭቋር ብሰንኪ ክነዛረብ ዓድን ጎረብን ኮይና ዘለና ተኾይናና ጸጋ ከም ናትኪ ገይራ ይዛረብ ዋ ጸጋ ደኣ ናባኺ ዶ ይትቐርብን ናትኪ ኣወሲዳ እሳኸ ነዚ ዓዒንታ ፈንጠር ተቢላተን ከምዘን ናትኪ ዕንጉለ እየን ዝመስላ ወደይ ቅሩብ ኣጨምትን ኣገፍትን ኣብልክን ዘይትጥምታና ተፍርሓና ኣለኽን
ኣቲ ንዓይ ድኽ ትሓሚኒ ዘለኺ ምስ ርብቃ ኮንኪ ስመይ ከይተልዕልዮ ዘይበልኩኹም ኢ እንታይ ዲኣነ እንድዒ ስምዒ ትስኺ ስመይ ከይተልዕልኒ ኢለኪ ክንፅንፀኪ ኣበይ ክውዕል ካብ ቦይ ጠፊኣ ክብል ይውዒሉ ዋ
ናይ ሃንስ ጊላይ ፃዕዳ ብዕራይ ዳኣ ናባይ እንዶ ግደፍኦ እንታይ ናብኡ ዘብፅሓለኒ ባዕለይ ከ ዘይድክራ

እዋይ ክረኽበኪ ዘይበልኩስ እምበኣር መጺኺ ደኣ እ ወይለይ እምበኣር ሓሊፍኪ ግርም ጌርካ ኣረ ከይትዛረብኒ እንድየ ፈሪሐ ስምዓት ክሃንስ ወይለይ ተመሊስኪ እም፣ እስኻሲ ቅድሚ ሕጂ ጓለይ ጸገም ረኺባ ንዓንድ ዓዲ እንዳሕማቕ ኺደለይ ኢለካ ዕጫ ሓንፈፍኩ ኢልካኒ እዋይ እዋይ በዛ ዘረባ እዚኣስ ድቃስ ክትከልእኒ ኢኺ ሓቅኺ ጓለይ ኣታ ሓቂ ሓቂ ክትበለኒ ሓቅኺ እኮ ጠስሚ ኣይኮነን እንጀራ ኣይኮነን ሓቅኺ ሓቅኺ ኣነ ጓል በረመራስ ጎይትኦም ዶ ትጋገይ እባ ተጋጊኺ ተጋጊኺ ተጋጊኺ ከዓ እብለኪ ኣለኹ እንተኾይነ ትጋገ ስም እስከ ኣቦኹ እዚ በረምበራስ ዘይኮነ እኮ ደግያት ጎይትኦም እኮ እዩ ዝበሃል ወይ ኣታ ሃንስ ሓወይ ሓቅኻ ኣይዕውንካኒ እንዲኻ ኣነ ጓል ደግያት ጎይትኦም ኣነሲ ወ ስም እስከ ጓል ደግያት ጎይትኦም ሲ ከመይ ጌርኪ መልሽኪ ትሽሞቱ ስም ታሕቲ ክትመልስዮ ናብ በረምበራስ ኣንቲ በዓል ኣቦ እኮ ከምዚ ሎሚ ከይኮነ ዛንትኦም እኮ ዋዕ ኣወ ናይ በዓል ኣቦይ ዛንታ ኣቦይ ደጊያ ከይትኦም ከመይ ይድበላ ከመይ ይድበላ ሓየት ሓየት ጅግና እዩ ነይሩ ኣምፅ ኣቢሉ ሓደ ግዜ እዩ ኣንበሳ መፅኡ እዛ ጠበንጅኡ ከምዚኣ ግብር ኣቢሉ ዘገሪ እልበካ መዓራሪ ኣቲ በጃ ዝወስወለ እጃ ከይልክስ ወለጅ ብጃ ከይልክስ ዘይከውን ኣይትዛረቢ ዋታ ኮንኪ ነቦኺ ዘይዛንቱ ክትብዪ ከተባላሽውሉ ከመይ ዝመሰለ ምሕደራ ርኢኺ ልኽብ ባይቶ ዓድን ከመይ ዝበለ ሰብኣይሲ ጠበንጃ ንዓ ንዓ ንዓ ንዓ እንታይ መጺኒ ነቲ ኣቦይ ይፈልጦኒ ኣይትፈልጥዮን ወ ከመይ ጌርኪ ደኣ በረ ነቲ ኣቦይ መዓረይ ኣቦኽሲ ጠበንጃ ሒዙ ተኩ ይስፈልጥ ብልከይ እሞ ስኻ ኢኻ ወዲ ህግያት ጎይትኦም ኣንታ ኣቦይ እኳ ይገድፍኒ እንዳ መቀጫዕቲ ይኾን ይርኸውን እዩ ኣብቲ መካፍቲ ኣፍካሲ ንዓይ ኢኻ ትመስል ንዓ ምሕት ዘረባ ኣይተጣፋፍእ እስኻ ገዛ መፅኤ ነይረ እየ ሓደ ሓደ ሓደ እንታይ እንታይ ክትብሊ ከም ዘለለኽስ ከይተዛረብኪ ከለኹ ኣብኣ ከለኹ ቆዕ ብላ ቆቋ ሓንቲ ኣነ ፈልጠ ከለኹ እንታ ኾንካ ጓለይ መፅያ ከላ ዓዳ ኣትያ ከላሲ ዘይረኣኻያ ከማን እያ ተዘረባ
ኣንታ ኣሜሪካ ደኣ ከፈለጥካኒ ኢደ ኣለኻ ኣቦ ኣሎ ኣሎ በኻ ናይቲ ዘዕጎል ወዲ ዘዕጎል ናይ ዛዕዳ እዛ ዘረባ እዚኣ እንደ ግደፍያ ግደፍያ እንደዛ ዘረባ እዚኣ ሕራይ እንተ ስለ ዝኾንካ ኢኻ ገዛ መፂኻ ንጓሪ ዘይረኣኻያ ግን ደሓን ሳንዳይ ደኣ ክሕስ ኣቢላትኩም ኣላ ክንዲ ኩላ ቆልዓ እዚኣ ንኩላህና እንዲያ ትኽሕሰና ዘላ ስኬሳ ንኩላህና ፀይራትና ዘላ እምበር ደሓር ከዓ ምጥዓም እንዲ ኣብይ ንትፅራሕ ኣብጠይ እንተኮይኑ ሞ ዘይጥዕመካ እንተኮይኑ ኢልካ ኢኻ ኣብ ገዛ ተሸጒጥካ ዘለኻ ኣይ ርግባ ወደል ተኸረት ርግበ እንዳትመፅእ
ዋእ ክንቲ ርግበ ጓል ሰመረ ቅጭን ድኣ ከመይ ቢልኪ ትመጽ ኣንስቲ ዓዲ ድኣ ንኩልኪ እንታይ ዲክን ትመስላ እቲ ርግበ ድኣ ትሪኢኺ እንዲኺ ዳዕሞ ኣይ ድሓን ድሓን ድሓልና ድሓልና ስሞ በል ክትመጸኒ ኢልካ ፍጭም ኢልካ ተጸበያ ኢኻ ሰምዓኒ ኸኣ ኣለኻ ጓለይ ቅድሚ ሕራሳ መጺኻ እንቋዕ ድሓን መጻኺ ተዘይልካያ ኣነ ሓፍትኻ እስኻ ኢኻ ሓወይ ጥራሕ ከይትብለኒ ሃንስ ኣይብለካኒ ኣኸለ ወዲና ሃንስ ሰላም ድኣ ኣኸለ ክመጽእ ክመጽእ እጆ ክመጽእ ከመይ መጺኻ ካብኣ ትረኽባ ባቕ ዋ ኣበይ ክኣቱ ኣበይ ክኣቱሲ

ሓንቲ መሊ ጓለይ ናፊቀኪ እንዲየ ዳኣ። ኣታ ኣቦ ዝናፈቀ ደኣ ሓደ ክልተ ሳዕ ሪኤካ ዶ ህልም ይብል ኮይኑ።
ተተመላልሽ ደኣ ብ ኣግሊ ዶ ክገድፋ ኮይኑ እዛ ገዛ። ኣይ ኣታ ምናሰ ወደይ ካኣ ግደፍ እንዶ ቁስሊ ኣይትጉዳኣኒ። ኣታ ኣቦ እቲ ልዙብ ዘረባ እንዲኻ ካኣ ዘይትኽእሎ ኮንካ። ኣየ። ኣቲ ደሓነ ኣቲ ንዓኺ እንዴ ኣንቲ ተራር ክሳድ ኣንቲ ገታር ኢኻ ትብል።
ዋይ እቲ ልስሉስ ዘረባኺ ከመይ መሰለይ
ኣድሓነት ሓብተይ እንታይ ንግበር ነዛ መለይስ ከምዚ ከማይ ዶ ትናፍቕያ ኣለኺ ንዕና እስኪ ኩሉ ገዲፍና ነምጻያ ንየሴፍ ከኣ ሕጉስ ኣቢልና ናብ ኣዲኡ ንውሰዶ ዶ ትብላ
ዋይ ሰኣን ከምዚኣ ምባል እየ ዝተርፍ ዘለኹ ኢሂናይ ደኣ ልዙብ ዘረባ ኣንጉዕን ዓጽሚ እዩ እኮ ዝብል እቲ ቅዱስ ቃል ዋ ኣንቲ ቆልዓ እታ ጓል ዮሃንስ ረኺባትኪ ነይራ ድያ? እዎይ ኣቦይ መልሓስና ጥዑም ዘረባ ክንዛረበላ እንድሕር ኮይና እኮ ከምቲ ንመዓር ብጫፍ መልሓስና ነስተማቕሮ ጥዑም ዘረባ ከኣ ኣብታ ጫፍ መልሓስና እያ ዘላ። ወረ እቲ ጥዑም ዘረባ ከምዚ ማይ ነሓሰ ኪፍ ኪፍ እናበለ ኣብ ልብኻ እዩ ዝዘንብ። ኣሰይ ሀ ሽዑ ንስኻ ድማ ከምዚ ማይ ናብ ካናለ ትእትዎ፣ ኣበይ ዘረባኻ ከኣ ኣኣብ ጉቡእ ትእትዎ። ዋእ ኣንቱም ቆልዑ ሎም መዓልቲ እንታይ ዲኹም ለኺፍኩም? መኽፈልቲ
ኣቦ ኩሉ ነገር ብሰናይ ክንስዕሮ እንደለና ምዝ ብሩኽ ሓወይ ኮይንና በጃኻ ስምዓና። ምስ ዘውዲ ስለ ዝቐነየት ካብ ልሳና ሕማቕ ትበሃል ኣይትወጻነ ነደይ ንግዳ ምስ ዘውዲ ቀንያ። ዋእ ሕራይ ከምዛ ትብላ ዘለኹም ጥራይ ትኸኣላ እምበር ይሰዳ። ግና በይና ጥራይ ኣይኮነትን እ። እንተላይ ንስኻ ኢኻ ክትከይድ ኣቦ ዋላ እቲ ሰብኣያ እኳ እዩ ብሩኽ። ሕራይ ነዲኹም ሕራይ ኣብሉ እምበር ሕራይ እ። ሕራይ ግርም።